ሰላም ደቂ ዓደይ እንኳዕ ናብዚ ቻናል እዚ ብዳሕና መጻኹም ኣነ ሮማ እየ ከምናይ ኩሉ ሻዕ ብና ሎማዓንቲ ቪድዮ ለለ ፏፌሽ ከብለኩም እየ ቅድሚ እዚ ቪድዮ እዚ ምጅማርኩም ከምዚ ኩሉ ሻዕ ትገብርዎ ላይክ ጌርና ንጅምር ኢና ለይርእዩ ላይክ ልገብሩ ታዮም ብፁዓት እዮም እና ሌራና ላይክ ጌርና ንጀምር እስካብ ሕዚ ንዚ ቻናል ዝሓድሽ ተኮይንና እንደገና ሰብስክራይብ ንገር ኣብ ቀረባ ግዜ ሓምሳ ሽሕ ሰብስክራይብ ክንኣት ሰለለና ሰብስክራይብ ንገር ኢና ከለና ደቂ ዓደይ እስካብ ላይክ እና ሰብስክራይብ ትገሩ እስኪ ቡና ዳሰተና ዳሰተና ላይክ እና ሰብስክራይብ ርገሮም ችርስ ደቂ ዓደይ ፈትኩም እየ ናብ ቪድዮና ዓሚ ሲንግል ነርኹም ሎሚ እውን ሲንግል ዘለኹም ሰባት እዛ ቪድዮ እዚኣ ክጋወዘኩም እስኪ ተኸታቲልና ንመለስ። ሒሐው ኽረምቲ መፅዩ ወይ ተጀናጂነ ለይተስማዕማዕኹ ወይ መሊኡለይ ሓዳር ለይገበርኹ ሓደ ኢለ ቅድሚ ምድላየይ ረሲዐዮ ጃኬት እኳ ምውዳእይ ናብራ ሰነፍ እንትድቅስ እንትፈዝዝ ንበይነይ ኾይነ እንትትክዝ ንዓይ ልኾነኒ ኣዳም ከይረኸብኹ ይሀው ሎምለ ኽረምቲ መፅዩ
ምንም የለይ ቡናና ሰተና

ኣረ ግዳ እዚ ለይተረደኣኒ ነገር ኣብ ብቕሽ ይስዕስዕ ድዩ ዳኣ ኣነ ብዙሕ ግዜ የጋጥመኒ እዩ ከምዚ ገለ እሞ ክስዕስዖ ሪኤ ይፈልጥ ንመጀመርያ ግዜ ይርኢ ኣለኹ። ግዴታ ናብዚ ጌርካ ትቐርቦ ተኾንካ ቆልዓ ኮንካ ኢኻ ትቐርቦ እኒኤካ እና ተተሽከርከሩ ችግር የብሉይ።

ቡዚ ናብራ እዚ ዋጋ ሓደ ትሸርት ሰለስተ ሽሕ ትብለኻ ተለው ናብ ጋምቤላ። የር የር የር ቢሳንኩ ኤቐሬና ኤቐሬና ካብ ሕዚ ጆይን ገበሩ ኤቐሬና ናብራ የቸገረኒ ትብል ተኾንካ መጀመርያ ሃምዚ ክትገብር ነይካ።

ኣበየናይ ድኣ ንነብር ኣለና ኣታ ኣበየናይ ድኣ ንነብር ኣለና ውይ ኣታ ውይ ዋእ ድሕር ሕዚ ታይ ክኾን ወሲካ ጣፍ ሕዝካ ከይድካ ከምዚ እዩ ክኾን።

ስዋ ካበይ ኣመንጸቶ ብቻ መኣዲ ኣዘጋጅያ በቃ ተጸባቢቃ ሳል ቁኒ ጂጂ ኢላ ልለዋ በቃ ኩሉ ጌራ ተጸቢቃ። ካልኣይ ጥፍኣት ብዕራይ ኣጥፊኣ ስዋ ጸሚቓ ተጻራርያ ገለስ ኣበይ ይኸይድኺ እዩ ለለ ክትበሃል። ስራይ ግራት እዩ ክኣ እቲ ንሳ ሓቁ።
ሓንቲ እያ።

ጭርክያ ግን ይሓጽባ እዩ እመን ክሳኻዓልኻ እዩ ልባሃል ነገር እንደገና ከምዚ እዩ በቃ ትኣምን ክሳኻዕ እዩ ሓደ ግዜ። ሓደ ሓደ ኣሕዋተይ ሸዊት ውሓለያ ኢልኩም ምእማን ኣቢኩም ምስ ነብስኩም ተባኢስኩም እንዲኩም መልክዕ ኣጻብዕቲ ኩሉ ነገር ተዓዲላስ ከመይ ጌሩ ኣምላክ ውሕልልነት ውን ይድርበላ ኢልኩም እንዲኩም ተሰኪፍኩም ግን ሕጂ ክማልኦኩም ድሓን ብዝሓለፈ በርበረ ሰሪሖም ሰራኣኩኩም ትኩስ እንጀራ ብቲ በርበረን ጠስምን ኣብልዕኒ ኢልኩም ዶ ኔርኩሞ ካብላዓኩም ከምቲ ዝራኣኩሞ ንዓይ ዝመስል ጽቡቅ እንጀራ ሰንኪተ

ሎማዓንቲ ኮለል ኮለል እንዳበልኩ ከተማ ወፅየ ኣጋጣሚ ሳጅ ረኪበ ንጥብሲ ትኮነ ሊለ ተማሊኤያ ኣብኣ ከዓ ከምቲ ትሪእዋ ዘለኩም ደረቅ ጥብሲ ይሰርሕ ኣለኩ ማለት እዩ ዘይቲ ምስ ኣውዐኩዎ ድሕሪኡ እቲ ስጋ ናይ በጊዕ ክትጥቀሙ ትክእሉ ናይ ከፍቲ ኣጋጣሚ ናይ ከፍቲ እየ ገዚኤ ዘለኩ ግን ናይ በጊዕ እየ ኣነ ብዙሕ ዝጥቀምን ዝፈቱን ድሕሪኡ እቲ ስጋ ብስልስል ምስ በለለይ ፃዕዳ ሽንኩርቲ ቀይሕ ሽንኩርቲ ከምኡ እውን ብፍሩይ ፍሩይ ከቲፈ ቲማ። ኣበይ ኣኒኣ ቴክ ኣወይ ገርኪ ስደድለይ ወይ መፂኪ ስርሕለይ ወይ ቴክ ኣወይ ስደድለይ ምንም ክብል የደሊ። ወሲከሉ ማለት እዩ።
ቅመም ደስ ከም ዝበለኩም ትውስክሉ ትክእሉ ኢኩም ቅመም ግን ኣይገበርኩሉን ኣነ ጨው ገረሉ ደረቅ ሱብ ፋይናል ጥብሲ እዚኣ ትመስል ከምዛ ትሪእዋ ዘለኩም ደረቅ ጥብሲ ማይ የብላ ገለ የብላ ማለት እዩ ሚጥሚጣ ኣዋዘ ውን ቀሪበ ኣለኩ እንድሕር ኣዋዘ ከመይ ይሰራሕ ክትሪኣ ትደልያ ወይ ክኣ ኣነ ክትማሃራ ስለ ዝሰራሕክዎ so ከምዚኣ ገይረ ሓንቲ ኮላ ሰናዕኩም ሓንቲ ኮላ ሰናዓይ እንዳበልና ክንበልዕ ኢና ሓንቲ ኮላ ሰናዓ ኣሕዋተይ ምስ ቤት ሓቢ ይበልዐላ ካብ ጀለሲ ድዩ ብሱር ተሓቢኡ እኒኦ ግዜ ከፍዩ ኮ ከፍዩ ኮ ጣዕሚ ኮ ከይዱ እኒኦ ካብ ዓርክኻ